እዚኦምን ከምኡውን እዚኦም እውን ኣብዚ መደብ እዚ ብሓደ ክንርኢና ሰናይ ምክትታል ሰላም ሰላም ናዚ ፍቕሪ ዝኾነ ዩቲብ ቻናል ተኸታተልቲ ሎማዓንቲ እውን ብጣዕሚ ደስ ዝብሉን ዘዘናግዑን ቪዲዮታት ሒዘ ተመሊሰ መፅእ ከችለን ኢኹ ካባኹም ፅበ ላይክ ምግባር እዩ ላይክ ግበሩ ክፅበየኩም እየ ላይክ ግበሩ ደቂ ዓበይቲ ላይክ ልገርኹም ድማ ሰብስክራይብ ምግባርኩም ኣረጋግፁ ከዚ ናብዚ ዘዘጋጀኹም ቪዲዮ ሂወት እኮ ረብሓ እዩ ተረብሓፊ ቅጥዒ ክህልዎ ኣለዎ ካብ ረብሓ ዝወፅ ሰብ እኮ የለን ሰብሲ ወላ ንፈጣሪኡ ክኣምን እኮ ረብሓ እዩ ንገነት ክኣቱ እዩ ንረብሕሶ ኢሉስ ኣይኮነን ምክንያቱ ንስኻ ጸሎት ትገብር ወይ ናብ ኣምላኽካ እንታይ ስለ ዝበሉኻ እዩ ከምኡ ምስ ገበርካስ ገነት ትኣቱ ሕጂ ረብሓ እዩ ግን ረብሓ ንብል ዘለና ሕጂ ቅጥዒ ዘለዎ ረብሓ ንግበር ሰብ ኣይንዓምፅ ናይ ሰብ ኣይንውሰድ ሰብ ሓሲና ኣይንባእስ ኢና ንጸልእ እምበር ረብሓ ምድላይኮ ጌጋ ኣይኮነን። ብዛዕባ ነዚ ምሳኻ ዝዘረበ ዘለኹ ረብሓ እዩ ክሰምዑና እሞ ምናልባት ትራብ ኮይንዎም ናይ ትራብ እንተሰደዱልና ኢና ኢና እምበር ስሒቆም ንሶም ተሓጒሶም ንሕና ዘይንምሳሕ ኮይና ወላ ይስሓቑ ባዕሎም ዝወዱ ተዋስኦ ረብሓ እዩ ዝኾነ ስራሕ ረብሓ እዩ ወላ እዘን ዓበይቲ ዘረባታት ክንዛረብ ገለ ይፍቀደና ንኸውን ዶ እዘን ዓበይቲ መንግስታት እውን ዝመፃ ካብ ናት ናእሽቱ መንግስታት ረብሓ እዩ ምስ ህዝቢ ፈቴና ኣይኮነን ወርቀ ደልየን ገለ ኢለ እዚ ክነግብዐ የብልናና ኣብ ካልእ ጉዳይና ከይንኣብ ሰብሲ ንሰብ ሓዊ ዝረኽቦ ረብሓ እዩ ዘረባኻ እውን ዘሐጉሰኒ እንተኮይኑ ረብሓ እዩ ኣለዉ ዶ ዓቕልኻ ዘፅንቡልካ ዘይከውን ዝዛረቡ ንስኻ ክትፈትሖ ዘይትእል ኣየስሕቐካ ኣየምህረካ በቃ ኣብ ርእሲ ተምፅኦም እቲ ርእሲ ክትፈትሖ ዘይትኽእል ተምፅኦምልካ ዓቕልኻ ፀበካ ሕጂ ኩሉ ሻዕ ንረብሓ ዘይደሊ ሰብ የለን ድዩ ረብሓ ግን በጋባብ ሰብካ ይዓመፅካ ሽም ሰብካ የካፋእኻ ንባዕልኻ ፍትው ኮይንካ ምእንቲ እቲ ረብሓታትካ ክቕፅል በሃላይ እየ ዘይትርዓው
ካብዛ ሰበይትኹም ትኽለየኩም ኣትሒዝኩም እኮ በቃ ናይ ምሽያፍ ዓቕምኹምን ናይ ምዝካር ዓቕምኹምን እንዳቆልቆሎ እኳ እዩ ዝኸይድ ዘሎ በብቕሩብ እኳ ክትወዲኩም ዘንቢልኩም እምበር የዘንብልኪ መድሂን ኣለም እንተልዩስ የዘንብልኪ እወ ኣዘንቢሉ ሸለው የብልኪ ናብ ገሊኡ እሾኽ ዘለዎ ህጉም የጥፍእኪ ድሓር ከዓ ስምዕ እስኪ ንሰበይተይሲ መን እያ መን እዩ ንዓኺ ፈቲሓቶ ዝብለኪ ባዕለይ ደይኮንኩም ዘፋንኹዋ

ሰብኣይ ኩናት ከይግብረካ ኣለኹ ወፋይ ወፋ ዋ ወረታ ክገብሪ ክደን ደለኺ እንታይ ግበሪ ክበትን ደለኺ ወፋ ኣንታ ንዓይ ወ ገለ ይትበለኒ ሓባይ ዋ ኣብ ቁርኒ ኣብ ቁርኒ በል ኣንታ ዝዝረብ ተለካ ተኩሶ ኣሎ ኣንቲ ዝዝረብ ዳኣ መሊኡ ስቕ ዘብል እምበር ዝዝረብ ኮይሰኣኒ ስቕ ዝብል እሞ ከኣልዩ እንዲ ዝኽእሎ ንስኻ ግን ምዝራብ እምበር ምትግባር ኣይ በዓልቲ ቤትኻ እዋ እወ

ወይለከ ወይለከ ርሑስ ጋማ ኢልና ኢና መርዓውቲ ድርብ ሓጎስ ኮይኑልኩም ርሑስ ጋማ ግበረልኪ መርዓት ርሑስ ጋማ ግበረልካ መርዓዊ ቤተሰብ እንኳ ሓጎሰኩም እግዚኣብሔር ከምዚ ናይ ኣርሰናል ገይሩ ሽግርና ቅንጥጥ ኣቢልዎ ዘሎ ናይ ካልእ ሽግርና ከዓ ከምኡ ገይሩ ቅንጥጥ የብለልና ናህና ጥራይ ዘይኮነ ወላ ናይ ህዝብና ሽግር ኩሉ ቅንጥጥ የብለሉ ኣብ ዓለም መቸም ዘይውዳእ ነገር የለን ከምዚ ናይ ኣርሰናል ዝተወድእ ጉዳይ ከዓ ህ ንኩሉ ሰብ ይወዳእሉ በቃ ዘመነ ናይ ካሕሳ ይግበረልና ማለት እዩ ጋዜጠኛ ነትነሽ ከዓ ኣብ ኩሉ ኣሎ ፈለው ኣይትረስዑ ትም ሰባት ን- ዜና በቃ ወላ ትምርዓው ከለኹም በቃ ኣብ ኩሉ ከመይ ኢልካ እዩ ዝርጋሕ ኢና ንሓስብ ዘለና ሰብ እንዳተመርዓወ ወላ እቲ ዜና ንከይሓልፎ ማለት እዩ ክብራት ተዓዘብቲ እ፣ ካልእ እ፣ ኣርሰናል ኣርሰናል ንብል ዘለና ብፍላይ ኣብዚ ቀረባ ግዜ ኣነ ከም ደጋፊ ኣርሰናል ዋንጫ ምስ ደንጎየትና እንታይ ይሕዝነካ ኔርት ዳ ኢልኩምኒ ተዓዘብቲ ሰሙን ሰሙን ስለ ንሕጎስ ስለ ትስዕር ገለ ጸገም የብሉን እቶም ተጻወትቲ ግን ይሕዝኑ ነይሮም ዝኩሉ ዓመታት ተጻዊቶም ዋንጫ ዲወስቱ ገለ የደንጉጹን ነይሮም ስለዚ ስለ ሳካ ስለ ኣርቴታ ስለ ራይስ ስለቶም ጀጋኑ ተኸላኸልቲ ናና ናይ ኣርሰናል እንኳዕ ዋንጫ ወሰድናያ ክብል ደሊ ምክንያቱ ዝኩሉ ዓመታት ለፊዕኻ ዋንጫ ተዛእ ዘይወሲድካ ትርጉም ስለ ዘይብሉ ንዕኦም ካብ ኩሉ ተጻወትና እንኳዕ ሓጎሶም እንዳበልኩ እየ

ዎ መሰል እንዲና ንቃለስ ዘለና እሞ ንሕና እኮ ንቪድዮ ከፊቶም ዘይዛረቡ ይኮና ንቃለስ ዘለና ንቪድዮ ንክከፍት ወዲ ሰብ ኢና ንቃለስ ዘለና ኣንሓ ከዓ ንቪድዮ ከይከፍት ኢና ንቃለስ ዘለና እሞ ቃልስና ንገብር ተቲክቶክና ከፊትና እምበር ኣነ ደ ሞቲ ናይ ቃልሲ መሰልካ ናይ ዘይሚ ቪድዮ ክፋት ከክብረልካ ኩልና መመሰልና እንዳተሓላለና ንቕፅል ንነብራ ካዛ ህይወት ኣነ መቸም ኣብ ገዛኻ መፅአ ቪድዮ ክፈቶ ኢለ መሰልካ ይግሃስኮ

ወሞ ኣነ ካብ መሰለይ እዩ ካብዚኣ ገዛኻ እውን ክቕመጥ ዕቑባ ክሓትት መፅዮ ኣለኹ ዑቕባኻ ነጺገ ኣለኹ ኖ እሞ እግባይ ክብል እየ ዋ እዋ ይግባይ ዘይብሉ ሕት መልሲ እዩ እኮ ተዋሂብካ ኖ ኖ ኖ፣ ኣነ እግባይ ነብዚኣ ክሓትት እየ ዕቑባ ክሓትት እየ መፅዮ ዘለኹ ዋ፣ ኣንተ ዑቕባ እዩ ሕጂ እዋን ሐራይ እንታይ ከ ደሊካ ክንሰምዓካ ምዑቕባ ሓታ ሕጂስ ሓደ ኣሎ ብዛ ዓርክናሲ በርዘየ በዓል ክለ ኢሉ ሰበይቱ ፈትሕዋ እንታይ ትብሎ ነዚ እዚ ኣማኽረ ኢሂ፣ ኣነ ኣማኻሪ ናይ ፍት- ናይ ዝተፋትሑን ዘለዉ እንደ ድ- ድ- ዋላ ንምንታይ ዘይፋታትሑ እንታይ እሞ ሂቡ እዚ ምስ ምስ ሜሮን ተክለሰንበት እንታይ ምትእሳር ኣለዎ እዚ ሕጂ ዋ ስማዕ እንዶ ንምንታይ እዚ መፅሓፍቲ ተንብቦ ዘለካ ዳሞ ምኽሪ ዘይትበና ንዓይ ንዓይ ንዓይ ኣንቢበዮ ኣለኹ ንዓይ ይጠቕመኒ እንታይ እንታይ እንታይ ኣተወካ ንመን ኣንብቦ እካ ተካፍለና ካ ንዓና ዑጭ ዋ እዚኣ እሞ እዚ ግብ እዚ እሞ ተኻፊልኩም ብልዑ ድማ እሞ ተካፍለና ሕጂ ገለ ካብዚ ኮመንት እንታይ ተኻፊልኩም ትብል? ብልዑ እንጀራ እምበር ንመጽሓፍ ዶ ኢሉ እዩ ንኹሉ ንኹሉ እዩ ፍልጠት እንጀራ እንድዩ መግቢ እሞ ንሱ ንኹሉ ፍልጠት ተኮይኑ ሕጂ ንኣብነት እቲ ዓርክኻ ሰበይቱ የካፍለካ ዶ እዎ እዚኣ እዎ ነውሪ ሓቀይ ናይ ነውሪ ኮነትን ንካፈል እዩ ከይትቕጽል ካብ ኣታ እንታይ ኹም ኣታ ኣታ ርዝን እንደበሉ እታ ነውሪ እዩ ስማዕ ኣሎ ስማዕ ሜሪ ንዓሞ ክነግረካ ሕጂ ሓደ ሰብ ኣብዚኣ ኮመንት እንታይ ፀኒሐ ንመ- ንኩሉ መፅሓፍ ከንገዝሲ ክስታይ ገንዘብ ሲሓፅረና እዩ ክብል ፀኒሑ ሕጂ ገሊኡስ እንዳንበብካ ኣብ ላይፍ ኮንካ ዘይትንበልና ክብል ፀኒሑ ክሓትት ፀኒሑ ሕጂ እዚ እዚ ነውሪ ይሓተተን እንኳዕ ይፀረፈካ እምበር ዋ ኣካፍለኒ እዩ ዝብለካ ዘሎ ከፋሊ ሕጂ ናይ መወዳእታ መልእኽትኻ ኣመሓላልፍ እሞ ውረደለይ ካብ ገዛይ እሞ እታ ምኽሪ ንገረና እታ ደርዚ ዘይደገበርክለይ ኢሉ ድፈትሓ ወይ ከዓ ኩልና ክነብዕል ማለት ድዩ
ኖኖ ከተብዕለሉ ኣለዋ ፅቡቅ ገይሩ እንኳዕ ተፋትሐ ኣንበሳ ኢልካ ሜሮን በሎ ጠዋል እሺ በቃ ሃሮን ሃርሞን ሓወይ
እዞም መንእሰያት ሰኣነስ ስለ ዝፈትውኑ ስለ ዝፈትዎም እምበር ከማይ ገይሮም ዝድንድንዎ ሰብ እኮ የለን ኣብ ምስ ልዋም ኣብ ዝገበርኩሞ ፖድካስት ንተቕርቦ ዝነበርካ ሓሳባት ናብ ካልኦት ኣዋልድ ኣሕዋትና ከጠውይዎ ዝፈተኑ ሰባት ነይሮም።
እወ፣ ባዕል እወ። ቪቨይ ክትንክፋን ዝፈተና እም፣ ሰባት ነይረን። ባዕል እም። ቪቭ ክወቅሰእን ገለ ገለ ዝፈተና ኣዋልድ ነይረን so እዘን ኣዋልድ እዚኤን ናይ ጥፍኣት ምዃነን ካብዚ ኢኻ ትፈልጥ ቪቭያን ደኣ እሞ ጓል እንደ ተረዲእካኒ ንሉልን ንቪቭያንን ኣወዳዲርካ ክዛረብ ደሊኻስ ቪቭያን ዝወደቐት ኮይና ተተሰሚዓትካስ ንልዋም ዲኻ ሳፖርት ትገብራ ንቪቭያን ኢኻ ተተስኣ ድሕር ሓላይት ናይ ጓል ኮንካ ትክክል ንቪቭያን ደቂስካ ንድሕር ንልዋም ቴድሮስ ንድሕር ደኣ ሓፍ ከተብላ ፈቲንካ ግን ናይ ብሓቂ ደጋፊት ናይ ጓል ዶ ፌሚኒስት ዶ ቪቪያን ተጋጊያ ኣላ ኢልካ ሓሲብካ ንቪቪያን ኢኻ ተተስኣ ኣነ ከምኡ እየ ዝኣምን እስካልና ሓቂ እያ ነይረ ኮነ ሓወይ ኮሊፈካ ደ ሶሪ ነ ፅቡቅ ኣላ ሓቂ እያ ነይረ ማለት እዚ ኣብ ሜድያ ደውቀሰክ እንደሎ ንማእዚ ንገለ ንገለሲ የውቀሰን ነይሩና ንቪቡ ደ ገለሲ ሓቂ እያ ነይረ ዝኾነት ካብዘን ደገፍቲ ናይ ኣዋልዲና ኢለን ኣብ ሜድያ ዝዛረባ ኣለዋ ዋልሲ ደው ኢላስ ንምንታይ ከምዚ ክብል የላን ኢላ ተምሲለ ሕጂ ገሪምኒ ኦኬ እንታይ ድኣዩ እቲ ጉዳይ ድኣ ኣበይ ድኣዩ ዘሎ እቲ ሓልዮት ናይ ደቂ ኣንስትዮ ተጋግያ ተይልካ እኮ ሜድያ ወጺኻ ደይኮነስ ክትእርማ ዘለካስ ንዓ እዩ ሲጀመር ኣነ ጌጋ ኣይተራኣየንን እንድዩ እቲ ሓሳብ ቶሚ ሓወይ ክነግረካ ካልእ ሓንቲ ጓል ከምኡ ክትጽሕፍ ርእየያ ነይረ እንታይ ኢላ ኣቢ ንሉሊ ኣከዳድናኺ ጽቡቕ ኣይኮነን እታ እሱ ዝፈትዋ ቪቭያን ግን ኣከዳድናኣ ጥራይ ዘይኮነስ ኣወዳት ክትደሊ ትኸይድ ሰብ እያ ሽዑስ ኣበይ ኢዩ ደሎ እቲ ሓልዮት ኣብ ደቂ ኣንስትዮ ሓንቲ ጓል ኣውሪድካ ሓንቲ ጓል ክትደይብ ትፍትን ወዲ ዶ ኮይና ትረኣየን ትኸውን ግዜ ሕጂ ከምኡ ትብሎ ሕጂ ኣበይ ኢዩ ደሎ እቲ ሓልዮት ደኣ ማለትስ ናይ ብሓቂ ሙሉእ ከም ዘይኮነ ነቲ ንስኻ ትደልዮ ሓሳብ ዝመስል ዝድግፍ ሰብ ተሃልዩ ንዑ ላዕሊ ጸቕሎ ጓል ይኹን ገለ ብዘየገድስ ነወዳት ገለ ነዋልድ ሓልዮት ኣይኮነን እቲ ዕላማ ባይ ዘ ወይ ሓደ ክኸይድ ዝተደልየ ሓሳብ ኢዩ ዘሎ ወይ ኣተሓሳስባ ወይ ክሰርቕ ዝተደልየ ኢዩ ደሎ እምበር ሓልዮት ገለ ኣይኮነን። ዋእ እንታይ ገይረን ደኣ እሰን ደኣ ደይ ማዕረ ተኾይነን ተተጋግየን ንምንታይ ከምዚ ትብል ኣለኽን እስኽን እኮ ማዕረ ወዳት ትሰርሓ ኣለኽን ማዕረ ገለ ኢልካሲ ደዊልካ ኢኻ ንዐን ትዛረብ ንረኽበን ኢና ሎሚ ክትረኽበን ዘጸገም ኩነታት ገለስ ኣይኮነን እንደገና ቶሚ ሓወይ ኣብ ዓንቶ ያድዕንያ ዝነበርናሲ ኣነስ ሰብኣየይ ብኹሉ ምርሕ ከብለን ይደሊ ኢት ዝሓሳብ ኣንቶይ እንታይ ኢልና ነርና ብፍቓድካ ባርያ ምዃንሲ ኣሎ ከምቲ ንሰን ሰብኣየን ከምኡ ክኾነለን ዘይደልያ ዘለዋ እዛ ናትና ሓፍትና ሰብኣያ ክኾነን ምድላያ ድሌታ እዩ መሰላይ መሰላ እዩ ስለዚ ሓሳብ ብሓሳብ ተዝነበርካ ሲ ነተን እምነት ዘለወን ሓሳብ ዘለወን ኣዋል ከተዋርድ እንዳፈተንካ ገለ ገለ ገለስ ክሪኦ ቀኔቲ ኩነታት ባይዞ ይሽዑ ቀነ ገለስ ኦኬ ኢለ በቃ ሓንቲ ከቢዳ ደላ እንታይ መሲልካ ደቂ ተባዕትዮ ብዝግባእ ኣብቲ ሜድያ ተዛረብቲ ይኮኑን እተን ኣዋልድ እዘን ከምዚ ንብለን ዘለና ዓይነት ኣዋልድ ካብ ኣራዕብ ኩነታት ኮይነን ገለ ጭራሽዑስ እቲ ፅቡቕ ዘረባ ናይ በዓል ቪቡ ገለስ ጌጋ ኮይኑ ክሳዕ ዝስመዓካ እገብረካ ጌጋ እዩ ድመስል ክትሪኦ ከለካ ገለስ ጌጋ እዩ የእምነካ እዩ ብደገ ኮንካ ክትርኢ ከለካ ሽዑ እንታይ ትብል ከኣ መሊስካ ከኣ ንቢቡ ከኣ ከም ጓል እስከ ንኣብነት ትሪኣ ብቐረባ እሳ ፌሚንስ እየ ትብለን ኣንደስ ምበለን ኣብ ኣዋልድ ዘለዋ ፍቅሪ ሓልዮት ገለ ቢቡ ከም ተትብለኒስ ደስ ምበለኒ ብጣዕሚ ስቕ ኢልካ ወድኻ ጓልካ ፍትው ተብል ዓይነት ሰብ ገለ ምሻላ ልባ ገለሲ ብጣዕሚ ማንም ሰብ እዩ ገርሂ ኣምሽ

ሓዳር ማለት ልኣኽታ እዩ ክበሃል ተለኹ ሲኦል ኣብ ምድሪ ምልምማድ ማለት እዩ እየ ልብል እውነት ሆረር ፊልምስ ከምዚ ኣነ ለሕለፍኩስ ኣይኸብድ እየ ልብል ገና ና ራብዓይ መዓልቲ ሓራስ ኮይነ እዩ ሲስተርና ልማዘር ልዓ ንሕርስ ብልብል ኣብዚ ኮፍ ኢልክን ቀለበይ ትውድኣለይ ኣለኽን ኣንሕና ካብ ኣስመራ ንመፅእ ተለና ንሓደ መዓልቲ ሓራስ ኮይና ብእግራ ልኸደት ይፈልጥ እየ ኣኽላ ትለዓል ስኽለ ገዛ ክንኽዳ ቀለበይ ትወድኣለይ ልወን ካብኡ እሱ ደገ ኣምሹ ይመፅእ ክረምቲ ኣጋጣሚ ወሊደ ካብኡ ዝገዛ ልጭቅ ኣዩ ብጣዕሚ እዩ ለፍርሕ ቤንካ ኮንካ ጓል ዓሰርተ ሓሙሽተ ዓመት ህፃን ቆልዓ ሓራስ ሒዝካ የስታውስየኒ ማዘር ኣብ ራብዓይ መዓልቲ ክዳን ይሓፅየና ሌልና ምስ ሲስተር ገዛ ክኸደ ትለዋ ሲስተር እናበኸየት እያ ነይራ ኣነ ክለዓል ተለኹ ክሰርሕ ስረሰይ ስላዘረኒ እዩ ነይሩ እም ቤተሰባ ምዛ ሓራስ ኮይና ክጥይቃን ክመጻ ተለዋ ገለ ጋዓት ናጋዓተት ተጸኒሓቶ ማዘር እኒ ለዘጋጀቶ እክሊ ልማንም ኣዝማድኪ ጋዓት ናብልዓ ከይትወድዮ ገለ ኢሉላ ነይሩ ኣይብሃል እዩ ነይሩ ማለት በቃ ካብ ሽዑ ገና ካብ መጀመርያ ማዓልቲ ወሊደ እዩ ነገራት ተበላሹ። ካብኡ ኣምሽዩ ልመጽእ ደገ ገና ሓራስ ኮይነ ኢለካ ኣለኹ። ኣምሽዩ ደገ መጺኡ ብጣዕሚ ሱሰኛ ቡና ንጉሆ ዓሰርተ ክልተ ሰዓት ከይመለኢ ልሰቲ፣ ቀትሪ ሽዱሽተ ሰዓት፣ ምሸት ሰለስተ ሰዓት እና ሓራስ ኮይነ ግን ዓሰርተ መዓልቲ እኳ ለይመለንስ ቡና ቀሪበ ገለ ላተጸበኹዎስ ዝናብ ሓይለኛ ዝናብ ናዘነብስ ሓምለ ዕስራ ክልተ ተወልዳ ጓልና እና ብጣዕሚ ክረምቲ እዩ ነይሩ መጺኡስ ኣምሽኻ ተጨኒቐ ምናም ቡና ቀሪበ ናተጸበኹኻ ገለ ናልኩዎስ ብካልቾ ኢሉ ዘቑሕት ልብሎ ወይ ንዓየ ኢሉ ወቕዓኒ ጭራሽ ልዛ ቆልዓስ ሓራስ ኣደ ንኣልኺ እያ ጭራሽ ልዛ ቆልዓ ንኣ ዕስራ መዓልቲ ሓራስ ኮይና ሓኒቅ ተለይ ደርኡ ክዋግእ ልል እስኖ ጓለይ ትነኸኣለይ ገለ ኢለ ልተኸላኸሎ ኩሉ ግዜ ስታውስ እየ እንታይ ኮን ንሱ ቆልዓ እወ ንቲ ሓራስ ንዕስራ መዓልቲ እና ካብኡማ በቃ ታይ ምክለካ እንድዒ ከምዚ ዓይነት ሂወት የለይ ኣብ መዓልቲ ሰለስተ ሻዕ እዩ ቡና ልሰቲ ለካ እና ለምሳሌ ሩዕ ቡና ገዚኡ ብፍንጃል ይሰፍረኒ እና ለምሳሌ ትሽዓንተ ፍንጃል ድሕር ኮይነን እሱ ኣብ መዓልቲ ሰለስተ ሻዕ ስለ ልሰቲ ንሰለስተ መዓልቲ እየን ማለት እዩ so ኣብ ሳልሳይ መዓልቲ እንድሕር ኣብ ቀትሪ ተወዲኣ እዛ ቡና ሓደ ፍንጃል እዛ ተካል ነክዲ ክሰዲ ድክላል ኢሉ ወቀኣኒ ናው ጌርኪ ሓደ ፍንጃል ትሽዓተ ፍንጃል እየ ቆፂረ ሂበኪ ነይረ ኢለኒ ደገይ ልውዕል እሱ ኣነ ገዛይ ልውዕል ክመፅሉ መሱ እዩ ልርኢና ሓሊፉ ተጉዕ ተለካ ፅቡቅ ኢና ዘውራውርክ እንጀራ ለቆፀረ ክርኢ ተለኩ ልዕየሪ መንበር ልገብርና ትሕቲ መሰው ለገለ ልርኢስ ፍርቂ እንጀራ ወይ ሓንቲ እንጀራ ልዓሰይት ገለ ተሪኡ ኣቲ ጓል እዛ ቅርሲ እስቲ እስኺ ለይገዛእኽዮ እኽሊ ስለልኾነ ኢሉ ዲልወቀኒ ልምቲ ሓደ እንጀራ ዓሲኺ በይነይ ስለልኾንኹ እየ ኣብ ገዛ እስኻለ ደገ ኢኻ ትውዕል በይነይ ስለልኾንኹ ኩሉ ሻዕ ክበልዖ ስለልይኽእል እዩ ተበላሹ ገለ ክብሎ ተለኹ ኣይሰምዐኒ እንኡ ክነግረን ተለኹ ኣይሰምዓኒ በቃ እንድዒ ሀምዚ ዓይነት ህይወት ብጣዕሚ እዩ ከቢድ ካብኡ ብዕንጨይቲ እንጀራ ልጋግር ነይረ ግን ሃምዙ ልሓሰውዎ እዛ ቆልዓ ሓዲገሎም ክኸድ የኻኣልኹይ በቃ ኣነ ልርደእኒ እዛ ቆልዓ ሓዲገሎምል ክኸድ እዩ ነይሩ ብጣዕሚ ጻዕሮም። ሓዲግካያስ ኢሉ ክትጠፍኢ ኢላ ልኾነ ወይ በቃ ጓል እያ ጓል ይደልያ እየን ነይረን ዘን ሰበይቲ እወ ብቻ ኣማሪረል ክኸድ እዩ ምኽንያቱም ካብ ማዓልቲ ናብ ማዓልትስ ልገብሮ ነገራትስ በቃ ኣነስ ሓዲገል ክኸድስ ላኾዶ ላኾዶ ላኾዶ እየ ልኸድ ነይሩ ነገራት ለምሳሌ ታይ ይገብር መሲልካ ዕዳጋ ዓዲ ሓቂ ወደሱ ልውዕል ንግሆ ሶኒ ኸፊተ ክመፅእ ዕዳጋ ገለ ገለ ኢልኒ ኸይዱ ይመፅእ እሞ ኣስፊዛ ጠይቁ ይመፅእ ዋጋ ኣስፊዛ ጠይቁ መፅኡ ለምሳሌ ሽንጉርቲ ኮሚደር ድንቺ ክትገዝእ ኢልኒ ኣርባዓይ ሓሙሽተይ ተኾይነን ሓምሳ ቅርሺ ይበልኒ ካብኡ ግን ኣነ ጓል እየ ቆስጣ ክገዝእ ይደሊ ወይ ቃርያ ተጨማሪ ነገር ለዚኦም ጭራሽ ዘቅርሺ ኣይኣኽለኒ ኣብ ቃንቀየ ሒዘ ይመፅኦ ዶ ካብኡ ምሳሓ ሰዓት ወይ ምሸት ሃምሰላማዊ ሰብ መፅኡ ናበልዐ ከመይ ነይሩ ዕዳጋ ቅርሺ ኣኺልኪ ዶ እንታይ እንታይ ገዚእኺ ገለ ኢሉ ጠይቀኖ ዶ

ኣነ ኣብ ዓራት ፈዛዝ ወይ ድንዙዝ ህኩይ ወዲ ገራ ኣይፈቱን እየ ተረዲእካይ ምሽ ነጠፍጠፍ ዝብል እየ ትፈቱ ኣብዚ ከመይ ኢኻ ትዕግብ ዲኻ ወላ
ስጋ ሕጂ እኳ ከምዚ ትብልዮ ዘለኺ ስጋ ሕጂ ፈተናዮ ግን እንተረኸብና ንዓና ዝመስል ዲና መፂና እዚ ኣነ እኳ ሓይለይ ኣብ ዓራት ከምዚ ምዝንጋዕ ኮፍ ኢልካ ናይ ቁርሲ መደባት ምብላዕ ገለ ተዘይኮይኑ ኣብ ከምኡ ደግመ ዒለ ብዙሕ ሓሲበ ይፈልጥ እየ
እስከ እንተረኸብና ኢልካ ንሞ ንጥፍቲ ተረኺብካ ትነጥፍ ፈዛዝ ተኮይና ከዓ ትፈዝዝ ማለት ድዩ ናኖ ንጥፍቲ ተረኺብካ ደኣ ትናትካ ፈዘዘዝ ምባል ትሽፍነልካ
ሞት ዋ ተለይ ነጢፋኻ ከልቴኻ ፈዚዝካ ማለት እዩ ኦሮማይ እታ ናይ ቁርሲ መደብ ጥራይ ኢኻ ተካይድዋ እወ ግን ኣብዚኣ ሕጂ እስከ ቁርብ ሓሳብ ናተይ ከኣ ክህብ እስከ ከምዚ እቲ ሕቶ ብንጹር እያ ከማን ኣስፊራቶ ዘላ ፈዛዝ ህኩይ ድንዙዝ ዝኾነ ሰብሲ ወይ ሰብኣይሲ ኣይፈቱን እያ ትብለላ ሕጂ በቲ ሓደ ወገን ክትሪኦ ከለካ ወተባዕታይ ነቲ ዕግበት ናይ ጓለንስተይትስ ከማልኣላ ክኽእል ኣለዎ። ጓለንስተይቲ ከኣ ብምልኣት ልቢ ኣስተማቒራ ወይ ፈትያ ከኣስ ክትጉዓዝ ኣለዋ። እሱ ስምዒታ ክርድኣላ ክኽእል ኣለዎ፣ እሳ ከኣ ክትርድኣሉ ኣለዋ እንድዩ። ሕጂሲ ከመይ ደኣሉ እሞ ክኸውን ደኣሞ?
ኣነ እኳ ከምዚ ዝርድእኒ ዘሎ ሃይለ ከምዚ ሳትሎትላ ተኾይኑ ወላ ጠቒልካ ዕግበት ደለዋ ኮይኑ ይስመዐኒ ደሎ። ምክንያቱ ትዛረቦ ደላስ ማራ እዩ በቃ በቃ ዕረፍቲ የብሉን ማለት እዩ እቲ ንዓኻ ክቐርባ ዘለዎ ሰብ ትርደና ሕጂ ማዕረ ክንድዚ እንድሕር ተሃንዲና ኣይትረክብን እያ መፀምትካ እውን ኣይትረክብን እያ እምቧ እዚ ዝዛረቦ ደላ ሙሉ መዓልቲ ደቂሱ ዝውዕል ዝበልዕ ዝሰተ ጥራይ ክኾን ኣለዎ ሕጂ እስኻ ከምዚ ዓንቶ ዝገለፅክዮ ክወፍር ኣለዎ ምሳይ ምሳይ ክውዕል ኣለዎ ገለት ዝብለላ ሲ ስእኒ እያ ኣይትረኽብን እያ
ሓይ ትፈ እንታይ ክትገብሪ ኢኺ መፂኺ ክፈስኽን ኣብዚ
ኣይምልከተን እንዲ መዋገር ማለት ነቲ ክትፍሕም ኤክስ ካዳን ኣላቕደም
ኣቤት ኤክስ ካዳን ኣላቕደም ሓፍቲ ሓፍቱ ናበይ ናበይ ተብለ ኣለኸ ዘረባ እንታ ርግብ
ኣለ ኤክስ ካዳን ኣነ እንተ ክትገብሪ መፂኺ እንዳበልካስ ኤክስ ካሜራ ከይትኾን ኢለ ከይተዘኻኽረካ ኢለ ይትፍቕር

መጥመጥኒ እምበር እንታይ ደኣ ተደልያሉ ደኣ ግቡእና ይሕለወልና እምበር እንታይ ደኣ ንቡን ክሰቲ ኢለ ኣብዚ ናብ ናብ ክመፅእ ብሬ ደኣ ዘይደቅስ ንዓተ ይብል እየ
ሸላ እኮ ህይወት ከም ከበይ ሸላ ከመይ ተራኽበሉ ከመይ ይካውነልካ
በቃ እንካን ሃባን የለን ሕውነት ገለ ቤተሰብ ኖርማል ቤተሰብ ቤተሰብ ተኮይንዳ ድሓን ኣብ ሓድሽ ዓመት ገለ ንረክ ወይ ከዓ መዓልቲ ትንስኤ ኣብ መንግስተ ሰማይ ምስ ዕዋላ ድኸይድ ነገር የለን ፀባ ጥራይ ኢኻ ትሰቲ ክንዲ ዝገዛ ድኾን መፅሓፍ ኢኻ ተንብብ ትሓድር ፅሟ ገለ እንተኣኪሉ ዕዋላ ብጽምዋ ይሞቱ ኣብኡ ጀምዓ የለውን እሳ እንዳ ጻድቅ እያ ዕዋላ ብየን እሞ ብኣ ክራቀዩ ጽብብ ዓቅሉ ተኮሊሉ ኮሊሉ ኮሊሉ ሓደ ሰብ ስኢሉ ብለካ ኣለኩ ቧእ እዚኣ እያ መንግስተ ሰማይ ዝበልዋ ናይ ብሓቂ እኮ እያ ንዕዋላ መንግስተ ሰማይ እንታይ ትኾን ሕጂ ወላ ሓንቲ ወላ ሓንቲ ጠቕሚ መስተ የለ ሽጋራ የለ ገለ የለ ድሓር ዓቕሉ ፅብብ ኢላቶ ሰንበት ሕጂ ናብቲ ሲኦል ብፍኒስትራ ይርእይዎ እዮም እቶም ጻድቃናት ምኽንያቱ እቲ ዝገበርዎ ኣብ መሬት ጽድቅስ ንምምስጋን ተባሂሉ እዩ ንዖም ርእዮም ኳእ ተመስገን ገለኹም ንበተን ሶሙን ብኽንደይ ህዝቢ ሓሊፍዎ ዓዋላ ናብቲ ሲኦል ተቐዳዲሞም ከምዚ ኢሎም መስትያት ከፍትፍታ ኢሎም ፍኒስትራ ይርእዮምስ እቶም ካልኦት ናይ ብሓቂ ተመስገን ገለ ገለ ኢሎም እቲ ዕዋላ ተርኣየ በቲ ሓደ ወገን እቶም ናይ ቀደም ልያ ጉጀምዑ የዕሩኽቲ ድነበራ ኣዋልድ ገለ ተኣኻኺቦም እጨርሙ። በቲ ሓደ ተረኣየ ህልም ድበለ ክለብ በዓል ቦምባርሊ፣ ቱፓክ፣ ገለመለ ገለ እቶም ቀደም ድሞቱ እኳ እዮም። ማእኸል ተረኣየ

ጠሪኻ ዶ ሓቀይ ፀዊዕኻ ጠሪኻ ኢና ጠሪኻ እንዶ ሓቀይ ኢላቶ እው ለውጢ ኢሉስ እወ ተጋጌ እንድየ ብቐዳማይስ ናትኩም ካርድ እየ ወሲደያ እዚኣ ድማ ናተይ ኣሞኒ እስኹም ሕጂ እዚ ቦታ ናተይ እስኹም ካበይ ኣጀሪርኩም ኣብዚ ቦታኹም

ትምርዓዋን ኸይ ትምርዓዋን ኣቲ ምርዓዋን እኮ ኢለኪ ሓንሳብ ወከ ንስኻ ዳ ማዓቢ ፀገም እንዲ ዘለካ ዳ ብጣዕሚ ፀገም ኣለኒ ብጣዕሚ ፀገም ኣለኒ ፀገመይ ግን እስኹም ኢኹም ፀገም ከም ዝጥሪ ጌርኩምኒ ሚእቲ ግዜ ተመርዖ ትብለ ንስኻ ኹ ነገርካ ዳዊት ለማን ለማን እንዳኸኾንካ ለማን እኳ ለማን ናይ ሽጉርቲ ናይ ለማን ኮሚደረ ትሕግዝ የለን ናይ ጋስ የለን ትሕግዝ የለን ገንዘብ ኣይንህብ የብልናን

እንታይ እዩ ወወሊዳ የዕብያ ንመንግስቲ ኤርትራ መሃብ ኣይምልከታን እዩ ካልእ ነገር ወልደካ ፈፈወ ዊላ ተዕብየካ ተምህረካ ተርቲታ ንመንግስቲ ኸውን ኣደይኩም እያ ሕጂ ሓሙሽተ ቆልዑት ወሊዳ ሓሙሽቲኦም ምስ መንግስቲ ኣለና ኣሪጋ ትሰርሕ ኣላ መን ክብልዓ ንዳ ክትገብር ኣቦይኩም እዩ ደም ብዝሕን ሽኮርያን እናጠላቀየ ከሎ ከይፈተዎ ስራሕ ኣለ ምክንያቱ ክነብር ኣለዎ ከይሰራሕ ሞ ከመይ ድዮ

እሱራት እዮም። ሰባት ኣይኮኑም፣ ህፃውንቲ እዮም። ደይድምጡ ሰባት እዮም። ዝብኻ ከምዚ ጌርካ ትረስ ህዝብኻ ከምዚ ጌርካ ትህልቕ እገርካ ከምዚ ጌርካ ትውዕሉ ጨዋታ ኣይኮኑ ንዓይ እምኒ ገይሩ ካርመን እንድሕር ድኣ ድመፅእ ሃልዩ ካብቲ ህዝቢ ግድን እየ እንዳ ሽሙ ክገብር ግን የሕዝነካ ኣብ ምን ዓሰርተ ሰለስተ ሰባት ሞይቶም ነየናይ ኣብቲ መዓስከር ዓሰርተ ሰለስተ ካብቶም ኤርትራውያን ስደተኛ ድዩ ያ ካብቶም ኤርትራውያን ስደተኛ ብመን እዮም ዝቕተሉ ዘለዎ ሕጂ ብተጋሩ እዩ ተገሊጹ ቀይ ብሩኻት ሰላም ሰላም ብሓበራ ሙሉኣት ደቀይ ወፊርኩም እተውለይ ፀሓይኩም ትብረቀለይ ዝነፈሰት ንፋስኩም ዝበረቀት ፀሓይኩም እግበረለይ ኣነ ጽቡቅ ኣለኹ በጀካ ናፉቀኩም ብሓበራ ብሓበራ ደቀይ ደቀይ ብሩኻት ከምታ ካይዳኹም ኣማልሳኹም ደሃይኩም ኣይተሓባእኩ። ቀጻሊ ቪድዮ ንራኸብ ተሓናኾሉለይ ሰላም ኾኑለይ ላይክ ዘይገበርኩም ላይክ ግበሩ ፒስ።